ኣብ ምሕደራን ምምሕዳርን ከምኡ እውን ኣብ ሓይሊ ቁፅፅርን ክርክራት መሬትን ዘሎ ሃጓፋትን ድኻማትን ብዝምልከት ሰፊሕ መግለፂ ዘቕረበ ሚኒስተር ወልደንኪኤል ኣብ ዝተፈላለዩ ፅላታት ብሓፈሻ ኣብ ታሪፍ መጓዓዝያን ክራይ ኣባይትን ድማ ብፍላይ ስስዐ ዝመንቀሊኡ በደል ኣብ ልዕሊ ህዝቢ ይወርድ ስለዘሎ ምምሕዳርን ካልኦት ተግበርቲ ኣካላትን ነዚ ኣብ መስመሩ ንምምላስ ኣበርቲዖም ክሰርሑ ተላብዩ። ንጉዳይ ህንጻ ብዝምልከት ድማ ሚኒስተር ወልደንኬል፣ ኣብ ገጠራትን ሓውሲ ከተማታትን ፍቓድ ህንጻ ብዝጸደቐ ፕላን ተጀሚሩ ከምዘሎ ብምሕባር፣ ኣብ ከተማታት ድማ ምስ መሰረታዊ ቀረባት ህንጻ ተኣሳሲሩ ንኽፍታሕ ይስራሓሉ ከምዘሎ ኣፍ። ካብቲ ግዜ ሓርነታዊ ቃልሲ ዝጅምር ክሳብ ሕጂ ሓደ እዩ ትካይዳ። እቲ ርእስኻ ምኽኣል ዝበሃል ወይ ማሕበራዊ ፍትሒ ዝበሃል ሓቂ'ዩ። ክራማት መጸ ዋሕዲ ናይ ዝናብ ክህሉ ይኽእል ይኸውን፣ ከምኡውን ናይ መሬት ጽበት ወይ ሽግር ክኸውን ይኽእል። ዘኽታማት ዘይኮና ንብል ዘለናስ ግዝያዊ ሽግር ዝረኸቦም ኤሪትራዊ ዜጋታት እቲ ፍታሕ ነብሶም ከም ዝኽእሉ ናይ ምግባር እዩ። ኣብ ሕርሻዊ ፕሮጀክትታት ዘለዎ ከባቢታት ክኸይድ ምስ ዝመርጽ ኣብኡ ከይድ ማለት እዩ። ከይዱኸ ናብኡ ድዩ ክነብር ወይ ሰሪሑ ክምለስ እዩ? ምርጫ ናቱ እዩ። እዚ። እዚ እውን ቅድሚ ሕጂ ተኸቲሉ ነይሩ እዩ። ስለዚ እቲ ወፍሪ እንብሎ ናይ ናይ በተኻት ወይ ጽጉማት ዝበሃሉ ነብስኻ ክኢልካ ስድራኻ ክትክእል ከም ሰብካ ኣብ ዝሐሸ ናብራ ክትሰጋገር፣ ዘኽእል እዚ ፈላሚ ዕድል'ዚ ስለ ዝኾነ፣ ነዚ እቲ መጽናዕቲ ኣቀላጢፍካ ኣብ ትግባረ ክእቶ ዝከኣል እዩ። ኣብ ምሕድ።
ንጉዳይ ህንጻ ብዝምልከት ድማ ሚኒስተር ወልደንኪኤል፣ ኣብ ገጠራትን ሓውሲ ከተማታትን ፍቓድ ህንጻ ብዝጸደቐ ፕላን ተጀሚሩ ከም ዘሎ ብምሕባር፣ ኣብ ከተማታት ድማ ምስ መሰረታዊ ቀረባት ህንጻ ተኣሳሲሩ ንኽፍታሕ ይስራሓሉ ከም ዘሎ ኣፍሊጡ።